You've got a different plans ብዙሓት ፕላናት ሒዝኩም ኢኹም ብዙሓት ነገራት ካብኣቶም ፕላናት ድማ ሓደ እንግሊዝኛ ምኽኣል ከም ዝኸውን ተስፋ ገብር ስፔሻሊ the people who are living in Europe, Canada and America ኣብ ኣሜሪካ ኣብ ካናዳን ኣብ ዝተፈላለዩ ናይ ኣውሮፓ ሃገራት ስፔሻሊ ከዓ ኣብ እንግሊዝ ትነብሩ ሰባት እንግሊዝኛ ንክትዛረቡ ፕላን ከም ዘውፃኹም ተስፋ ገብር ያ እንግሊዝኛ ምፍላጥ ፍቓድና ጥራሕ እንከይኾነስ ሎሚ ሎሚ ግዴታና እናኾነ እዩ because 60 up to 70 percent of things in the world are written in English ኣብ ዓለምና ካብ ስሳ ክስካብ ሰብዓ ፐርሰንት ዝኾነ ነገራት ብእንግሊዝኛን ምስ እንግሊዝኛን ዝተተሓዙ ስለ ዝኾኑ ጋይዝ ዋት ዩ ጋሪ ዱ ራይት ናው ኢዝ ጌቲንግ ሬጅስተር ዩርሰልፍ ን ላንጉጅ ዞን ማለት እዩ ኣብ ናይ እንግሊዝኛ ላንጉጅ ዞን ክትምሃሩ ከትምዝገቡ ኣለኩም ማለት እዩ ምክንያቱ ካብ ስሳ ክስካብ ሰብዓ ፐርሰንት ናይ ዓለምና ነገራት ምስ እንግሊዝኛ ስለ ዝተተሓዙ ማለት እዩ ያ ቢዝነስ ክኸውን ይኽእል መፅሕፍቲ ክኸውን ይኽእል ንባዕልኹም ኣፕዴት ንምግባር መድሓኒት ክኸውን ይኽእል መድሓኒታት ብእንግሊዝኛ እዮም ዝፀሓፉ ሰው መዓስ ኢኹም እቲ መድሓኒት ትጥቀምዎ ዶክተርኩም ዘይነገረኩም ነገር ብዛዕባ እቲ መድሓኒትካ ከመይ ኢና ንፈልጥ ዝብሉ ቻችፒቲ ትጥቀሙ ትኽእሉ ጀሚናይ ትጥቀሙ ትኽእሉ ወይ ከዓ ዝተፈላለዩ ጎግል ክትገብሩ ትኽእሉ ብእንግሊዝኛ ስለ ዝኾነ እንግሊዝኛ ምፍላጥ ግዴታና ኮይኑ ተረኺቡ ኣሎ ማለት እዩ ሶ ኣይ ኣም ጎይንግ ቱ ሸር ዊዝ ዩ ዘ ፋይቭ ስቴፕስ ናይ ፈለማ ናይ መጀመርያ ዝብለኩም ሊስን ቱ ኢንግሊሽ ፖድካስትስ ማለት እዩ ሊስን ቱ ኢንግሊሽ ፖድካስትስ ምስ እንግሊዝኛ ዝተደሓዙ ፖድካስትታት ረእይዎም ስምዕዎም እንግሊዝኛኹም ድማ ክቕይሩኹም እዮም ክላእ እዚ ደኣ ብጣዕሚ እንድዩ ዝፈትን ክላእ እዚ ደኣ እንግሊዝኝኦም ከመይ ፕሬንስ ከም ዝገብርዎ ዘይስምዐካ ክትብሉ የብልኩምን ማለት እዩ ያ እሞ ኣየኑ ፖድካስት ኢና ክንሰምዕ ትቸራፌ በጃኻ ባ በጃኻ ባ ንገረና እንድሕር ትብሉ ኮንኩም ያ ኣነ ብጣዕሚ ዝፍተወኒ ናይ ዝፈትዎ ናይ እንግሊዝኛ ፖድካስት ሓደ ኣሎ ቲሸርት ኦፍ ዱሪ ዝብል ቲቸርስ ኦፍ ዱሪ ኢትስ ኣባውት ኢንግሊሽ ኤክስፒሪየንስድ ኢንግሊሽ ቲቸርስ ኢንግሊሽ ፍሉዌንት ስፒከርስ ዝቐርብሉ ፖድካስት እዩ ናይ እንግሊዝኛ ኤክስፒሪየንስድ ዝኾኑ ሰባት ብእንግሊዝኛ ፍሉዌንት ዝኾኑ ሰባት ምስ እንግሊዝኛ ኤክስፒሪየንስ ዘለዎም ሰባት ከም መምህራን ገለ ዝሕተትሉ ፖድካስት እዩ ዝቐርብሉ ፖድካስት እዩ ሶ ቲቸርስ ኦፍ ዱሪ ኢልኩም ኣብ ዩቲዩብ ብምእታው ሰብስክራይብ ብምግባር እቲ ቻነል ንሱ ያው ሚእቲ ሚእታዊ እንግሊዝኛ እንግሊዝኛ ተዛረብቲ ስለ ዘቕርቦ ብምክትታል ፅቡቕ ናይ እንግሊዝኛ ያ ተዛረብቲ ትኾኑ ኢኹም ካልኣይ ቻነል ድማ ሃዋይ ቢልድ ዲስ ቢዝነስ ዝብል ቻናል ኣሎ ሃዋይ ቢልድ ዲስ ቢዝነስ እዚ ቢዝነስ እዚ ከመይ ሃንፆ ዝብል ናይ እንግሊዝኛ ቻናል ኣሎ እቲ ቻነል ንሱ ብምክትታል ዩ ክን ቢ ቨሪ ቤስት እንግሊሽ ስፒከርስ ፅቡቅ ናይ እንግሊዝኛ ተዛረብቲ ትኽእሉ ኢኹም ማለት እዩ ኣብቲ ቻነል ንሱ ኣብቲ ፖድካስት ንሱ ዝቐርቡ ሰባት ኣብ ቢዝነስ ኤክስፒሪየንስ ዘለዎም ጥልቕ ዝበለ ፍልጠት ዘለዎም ብዛዕባ ቢዝነስ እዩ ስፔሻሊ ቢዝነስ ዝሰርሑ ሰባት ሃው ኣይ ቢልድ ዲስ ቢዝነስ ዝብል ቻነል እንተትከታተሉ ናተይ ኢንቪቴሽን እዩ ማለት እዩ ጋይስ ሶ ሂር ዊ ኣር ጎይንግ ቱ ስፐንድ አ ቨሪ ቤስት 10 ሚኒትስ ዓሰርተ ደቂቃ ተሞክሮይ ከካፍለኩም እየ እሱ ተጠቂምኩም ካባይ ብላዕሊ ንክትኾኑ ወይ ደግሞ ከም ትኾኑ እርግፀኛ እየ ማለት እዩ ናምበር ቱ ዋች ኢንግሊሽ ዩትዩብ ቪዲዮስ እንግሊሽ ዩትዩብ ቪዲዮስ ክትከታተሉ ኣለኩም ሕድሕድ መዓልቲ መዓልቲ ፎር ኤግዛምፕል ፎር ኤግዛምፕል ሓደ ቻነል ከነግረኩም 74 ጊርስ ዝብል ኣሎ 74 ጊርስ ዝብል ኣሎ ብጣዕሚ ዝገርም ፖድካስት እዩ ብእንግሊዝኛ ሕጂ ኣቲኹም ስብስክራይብ ትገብርዎ ትኽእሉ ኢኹም 74 ጊርስ ናይ እንግሊዝኛ ፍሉዌንት ተዛራባይ ሓደ ፓይለት እዩ ዘቕርቦ ማለት እዩ ሶ ዲስ ፓይለት ሃዝ ኤክስፒሪየንስ ኢን ፍላይት ብዛዕባ ፍላይት ብዙሕ ኤክስፒሪየንስ ኣለዎ ኣው ብዙሕ ኤክስፒሪንስ ሸር ብለካ እዩ ብእንግሊዝኛ ስለ ዝኾነ ኣብ ፍላይት ዘጋጥመኩም ነገር ኣብ ፍላይት ዘስሕቕ ነገር ብዙሕ ኤክስፒሪንስ ሸር ዝገብር እቲ ቻነል እሱ ብምክትታል ዩ ን ሜክ ዩር እንግሊሽ በተር ኣዚኹም ዘይትኽእሉ እንተኾንኩም ድማ ተኸታተልዎ ፀገም የብሉ ያ ተኸታተልዎ ረእይዎ እንታይ እዩ ዝብል ዘሎ ገለገለ እናበልኹም ክመረኩም ይኽእል እዩ ኣይኖ ቢካስ ዘይትፈልጥዎ ቋንቋ ስለ ዝኾነ ነገር ግን ኢት ዊል ቸንጅ ዩር እንግሊሽ እንግሊዝኛኹም ክቕይረልኩም ስለ ዝኾነ ማለት እዩ ኤንድ ኣም ገና ኢንቫይት ዩ ካሊእ ኩል ግዜ ካብ ድቃስ ተላዒሉ ቲቸር ኣፌ ዝሰምዖ ሓደ ቻናል ኣሎ ኢትስ ማቲቨርሲቲ ይብል ማቲቨርሲቲ ሞቲቨርሲቲ ይብል ሞቲቨርሲቲ ሞቲቨርሲቲ ያ ሞቲቨርሲቲ ያው ሕዚ እውን ናይ እንግሊዝኛ ፍሉዌንት ተዛረብቲ ሰባት እዮም ዘቕርብዎ እቲ ሞቲቨርሲቲ ኢዝ ኣባውት ሞቲቬሽን ሞቲቬሽን እዩ ዘቕርብ ብዛዕባ ሞቲቬሽን ሰብ ከመይ ይለዓዓል ከመይ ይነቓቓሕ ከመይ ብዝነስ ሰርሕ ከመይ ሂወቱ መርሕ ከመይ ሕጉስ ኸውን ከመይ ሂወቱ ዝተረጋግዐ ኸውን ዝብሉ ነገራት ኤክስፒሪየንስ እዮም ሸር ዝገብሩና ያ ይክን ድውት ገለ እንዳበሉ ናይ እንግሊዝኛ ዓቕምና ካብ ዘለና ናብ ዝሐሸ ሓፍ ከም ነብሎ ያው ፅቡቅ ተመክሮ ክኸውንና ስለ ዝኽእሉ ማቲቨርሲቲ ዝብል ዩቲብ ቻናል ኣሎ ከድካ ሳብስክራይብ ምግባር ይከኣል እዩ ማለት እዩ ኣነ እንግሊዝኛ ዘይክእል እንከለኹ ከማኹም ለቨል እንከለኹ ማትቨርሲሪ ዝብል ስለ ዝከታተሎ ዝነበርኩ ፅቡቕ እንግሊዝኛ ድማ ከመሓይሽ ይረድአኒ ስለ ዝነበረ ጋይዝ ንስኹም ድማ ናተይ ዝከታተሎ ዝነበርኩ ስቴፓት ቴክኒካት ተጠቂምኩም ካባይ ብልዓል ክትኾኑ ስለ ዝደሊ ማለት እዩ ያ when we come for the third technique third technique ክንከይድ ከለና write every day write every day ኩልግዜ እስቲ መዓልቲ መዓልቲ ፀሓፉ ያ write every day Gary Conrad, something that you spent, something that you passed, something that you try that you want to do ክትገብርዎ ትደልዩ ነገር ክኸውን ይኽእል ወይ ከዓ ቅድሚ ኸዚ ዝገበርኩምዎ ወይ ሎማዓንቲ እንታይ ጌርኩም እንታይ እናገበርኩም ውዒልኩም ዝብል ነገር ብእንግሊዝኛ እስኪ ፀሓፉ ሎማዓንቲ ካብ ድቃስ ምስ ተላዓልኩ ናይ ቲቸር ኣፌ ዩቲብ ቻነል ርአ ተኸታቲለ ፅቡቅ ኤክስፒሪየንሱ ሸር ገይሩና ከምዚ ከምዚ ኮይንና ዘለና እንግሊዝኛ ከመይ ውፅኢና ከም ንጥቀመሉ ገለገለ እናበልኩም ዩ ክን ራይት

እንታይ ደኣ የድልየካ? ኣብ ታሕቲ ብዘሎ ናይ ቲቸር ኣፌ ዋትሳፕ ነምበር ብምድዋል ክላስ ሬጅስተር ምግባር ትኽእሉ ኢኹም። Get yourself registered in an English zone ኣብ ናይ ኢንግሊሽ ዞን ባዕልኩም ተመዝገቡ። እንግሊዝኛ ተምሃሩ። For example፣ እንግሊሽ ከመይ ክመሃር? ከመይ ከመሓይሽ? ትብሉ ሓሳብ ዝመጸልኩም ክኸውን እዩ። ኩል ግዘ ብዙሓት ቃላት ስለ ዝፈለጥካ ጽቡቕ ተዛራባይ እንግሊዝኛ ኮይንካ ማለት ኣይኮነን። ፅቡቕ እንግሊዝኛ ቃላት ክትኽእል ከለኻ ምሳኻ ዘዛረበካ ሰብ ትደሊ ኢኻ ቲቸራፈ ይኸውን ክል ከም ቲቸራፈ ዝበሉ ሰባት ክኾኑ ይኽእሉ መሓዝቲ ክኾኑ ይኽእሉ ወይ ከዓ መሳርሕትኹም ክኾኑ ይኽእሉ ማለት እዩ ዩ ሃቭ ቱ ብሬክ ደ እንግሊሽ ዛትስ ኦኬ ክትሰባብርዎ ኣለኩም እቲ እንግሊዝኛ ሶ ኣፍተር ብሬኪንግ ዲስ እንግሊሽ ሰንተንስስ ዋን ደይ ዩ ቢ ፍሉዌንት ስፒከርስ ሓደ መዓልቲ ፅቡቕ ናይ እንግሊዝኛ ተዛረብቲ ትኾኑ ኢኹም ማለት እዩ ቢካዝ ኢትስ ኖ ያ ሶ ሕድሕድ መዓልቲ 15 ደቂቃ ፕራክቲስ ክትገብሩ ኣለኩም ተላዒልኩም ካብ ድቃስ እስኪ ዜና ስምዑ። ተላዒልኩም ቅድሚ ሕጂ ዝነገርክኹም ማተቨርሲቲ ዝብል ሰቨኒ ኦፍ ጊርስ ዝብል ወይ ደሞ ቲቸርስ ኦፍ ዱሪ ዝብል ስምዕዎም። ክትድቅሱ ተለኹም ደማ ከምኡ እንተወሓደ 15 ደቂቃ ካብኡ ብተወሳኺ ድማ ናይ እንግሊዝኛ ዞናት ዝኾኑ ረጅስተር ግበሩ። ያ ሬጅስተር ን ለርን ን ፕራክቲስ ንኣብነት ኣብ ታሕቲ ብዘሎ ናይ ዋትሳፕ ነንበረይ እንግሊዝኛ ምምሃር ትኽእሉ ኢኹም ማለት እዩ ያ ቲቸር ኣፌ በዓልካ ክተምረኒ ትደልየ ደልየ ብዛዕባ ከምዚ ፀገም የብሉን ብቻ ኣነ ቀይረኒ ትብሉ እንተኮይንኩም ኣብ ሰለስተ ወርሒ ክስካብ ሽዱሽተ ወርሒ ዝተዳለወ ትሬኒንግ ኣሎ ኣብ ቋንቋ ማእኸልና ብምድዋል በዚ ስልኪ ኣብ ታሕቲ ተፅሒፍልኩም ዘሎ ብዋትሳፕ ብምድዋል ይክን ኮንታክት ሚ ኣይ ስዌር ጋድ

ኦድዮ መጻሕፍቲ እውን ኣለዉ እዮም ቢካዝ ዚስ ኢዝ ትዌንቲ ፈርስት ሴንቹሪ ዕስራን ሓደን ክፍለ ዘመን እዩ ኣብ ዕስራን ሓደን ክፍለ ዘመን ብዙሕ ኤክስፒሪየንስ ሸር ትገብርሉ ግዘ እዩ ሰዋች ጋርዱ ንኣብነት ክጋብዘኩም ሓንቲ ቅልል ዝበለት መፅሓፍ ንጀመርቲ ዝኾነት The Rainbow Fish ዝብል መፅሓፍ you can read it so ብኡድዮ ስለ ዝኾነ ምሸት ዓሰርተ ደቂቃ ንጉዕ ዓሰርተ ደቂቃ እናገበርኩም እቲ ሂስትሪ እቲ ስቶሪ ኣብቲ መጽሓፍ ዝተጻሓፈ ስቶሪ ንክርድኣኩም ምፍታን እዩ ዘ ዳይሪ ኦፍ ዊምፒ ኪድ ዝብል መጽሓፍ ክተንብዎ ጋብዘኩም ንሱ ምስ ኣንበብኩም ናብ ዝሐሸ እንግሊዝኛ ምስ ተሸጋገርኩም ድማ ወንደር ዝብል መጽሓፍ ኣሎ ክጋብዘኩም ሰለስቲኦም መጽሕፍቲ ኣዝዮም ገረምቲ መጽሕፍቲ ስለዝኾኑ ዲስ ስ ማይ ኢንቪቴሽን ፎር ዩ in the year of 2026 ኣብ year of 2026 ናይቲ ቸራፌ ንዓኹም ዝገበዘኩም መፅሓፍቲ እዮም እዚኦም ብምርኣይ ሓሪፍ እንግሊዝኛ ተዛረብቲ ትኾኑ ኢኹም year of 2026 እንግሊዝኛኹም ዝትቕይርሉ ገራሚ ዓመት እዩ እንግሊዝኛኹም ንክትቕይሩ ደሞ ግዴታ ቲቸራፌ ክትረኽብዎ ኣለኩም ቲቸራፌ ንምርካብ ከንታይ እንታይ ክገብር ኣለኒ ኣብዚ ብዘሎ ናይ ዋትሳፕ ናምበረይ ያው ክትድውሉለይ ኮንታክት ክትገብሩን ትኽእሉ ኢኹም ካሊእ ድማ ሰብስክራይብ ዘይገበርኩም ናይ ደወል ምልክት ብምጥዋቕ ዩቢ ቨሪ ቤስት ኢንግሊሽ ስፒከርስ ጥራዝኩም ሓዙ ኩል ግዘ ተኸታተሉ ሰሉስን ዓርብን ናይ እንግሊዝኛ ትምህርቲ ብቲቸር ኣፌ ዝተዳለወ ፖስት ዝግበረሉ እዩ ሰሉስን ዓርብን ቆፀሮና ኣይንረስዕ ኣነ እውን ኣይረስዐኩምን ጋይዝ ታንክ ዩ ቨሪ ማች